በቃ ምስቲ ዓቕሚ ምስኣንሲ ዋላ ናይ ሰራዊት ኳሊፊኬሽን ክመልኡ ዘይኽእሉ ሰባት እዮም ኣብኡ ዘለዉ። እሱ ግደፎት ሰራዊት እን ኣነ ምስ ስርዓት ኣይኮንኩን ዝብለካ ዘለኹ ምስ ባህረይ ኣለኹ ብለካ ኣለኹ ባህረይ ሲ ይብለካ ኣለኹ ኣነ ባህረይ ንከመሓድር እየ ዝቃለስ ዘለኹ እምበሪ ንባህረይ የሕሊፈ ተርዲኻኒ ባህረይ ንክስእን ኣይኮንኩን ዝቃለስ ዘለኹ ስለዚ ስርዓት እዚ ከዓ ታርጌቱ ገይርዎ ዘሎ ንኢሳያስ ወይ ነቲ ናትካ ፀላኢ ኣድሚኒስትሬሽን ኣይኮነን ንባሕርና እዩ ታርጌት ገይርዎ ዘሎ እዚኣ ካይትኸውን እየ ዝብል ዘለኹ ኣነ ኦኬ ዋላ ዳሕራይ ዓሰርተ ግዜ ማለት መታን ዕድል ክንህብ ኣነ ነዊሕ ሰባት ሒዘ ኣለኹ እሞ ኣይፈልጥን እየ መድረክ ተቋፂካ እንታይ ይበሃል ምግባር ኣይፈልጥን እየ ብሓፅሩ እዩ ግን እንታይ ክብለካ ደለ መሲልካ መሕርያ ሓወ ንዓስኻ ባሕርና ክትብል መሬትና ክትብል ገለሲ ንዓኻ ኤክሰፕት ዝብል በቃ ንዓኻ ሲ ከውሕሰካ ዝኽእል ሓደ ትካል ምስ ዝህሉ ጥራሕ እዩ እሱ ድማ ኣብ ዓዲ ዘሎ ስርዓት እዩ እስኻ ምስዚ ስርዓት እዚ ዝኾነ ይኹን ከም መንግስትን ከም ወዲ ዜጋ ንዓኻ ወላ ሓንቲ ነገር ምስኡ ከሰራርሕ ዝኽእል ከስርሕ ዝኽእል ኣካል ክሳብ ዘይሃለወ እስኻ ክትዛረብ ጥራሕ ትኽእል፣ ኣነ ክዛረብ ጥራሕ ዝኽእል ተረዳኣኒ። ዋንነት የብልና። ኣነ ይነግረካ ኣለኹ ኣብ ጎኒ ሰራዊት ኣለኹ ምባል ማለት እታ ትማል ኣብ ትግራይ ዝተደግመት ጥራሕ እያ። ሰራዊት ንኩናት ንክትጠፍእ ናይ ብሓቂ ኣብዚ ኣሕዋትና ገለ በዓል እዚ ወደባ እታ ሰራዊት እታ ሰራዊት ሞፕረጀራ ትግበረላ እንዶ ኣብ ኩናት ተመግተር ዲኻን ህዝቢ ህልቂት ዘምጽእ ካብቲ ካብቲ ሰራዊትና ንላዕሊ ቅድሚ ሕጂ ዝነበረ ኩናት ህዝብና እዩ ዋጋ ከፊሉ እዚ ዝመጽእ ዘሎ ናይ ኢትዮጵያ ሰራዊት ከኣ እንታይ ርእሱን ከብዱን ንፈልጦ ኢና እንታይ ትማሊ ትማሊ ከማን ትረዲኻኒ ትማሊ ሓደ ኮይኖም ህዝቢ ትግራይ ምስ ዝነብር ንህዝቢ ትግራይ ሲ እንታይ ገይርዎ ሲ ንፈልጦ ኢና ኣይኮነን ንዓኻ ብለካ ኣለኹ ሕጂ እቲ ግዳይ ዝኸውን ሰራዊት ወይ ስርዓት ኣይኮነን ህዝብና እዩ ክጠፍእ ኣብኡ ረጊጽካ ኣብቲ ጎኒ ሰራዊተይ ግደፋ ኣሎ እዚኣ ናይ ቀደም ኣሽካዕላል ፋሽና ዝሓለፈት እሳ ይኮነ ኣነ ዝብለካ ዘለኹ
ኣብዚ እኮ ክነግረካ እንታይ እዩ መሲልካ ኣብ መንጎ ክዋሃብ ፀንሐ ዋላ ባዕልኻ እውን ምሕሪ ሓወይ እንታይ እዩ መሲልካ ኩናት ምኹናን ስማዕኒ ሎክ ክነግረካ ንሕናሲ ኩናት ክንኩንን ኣለና ምባል ማለት ብጣዕሚ ውርዝነት እዩ ፅቡቕ ነገር ከም ማሕበረሰብ ከም ህዝቢ ኩናት ንህዝብና ይእወጅ ስለ ዘሎ ህዝብና ካብ ኩናት ክድሕን ህዝብና ኢልካ ሓደ ክሳይ ማለት ተረዲኻሎ ኣነ ተቃላሲ እየ ኣብዚ ኩናት እዚ ናይ ብሓቂ ዘይተርፍ ንሕርና ኮይኑ
መን ሜት ዝገብር ዘሎ ኣታ ገደፉና እንዶ ብሓሳብ ክሳይ ግበሩ ሚታይ ትግበሮ መን ዲ ሜት ዝገብር ዘሎ ናይ ሰነፋት ሕጂ እንታይ መሲልካ ታሕቲ ሚት ገብርሎ ሰባት ምስኦም ዘይሰማምዑ ኣድሚን ሕድጎም ኣብሉካ ኣለዉ ወላ ናተይ ወላ ውሰዶ ምክንያቱ ታሕቲ ሚት ገብርዎም ኣለዉ ብዙሓት ሰባት ሕጂ ምሕሪ ሓወይ ድሓን እቲ ሓሳብ ኣይንጽላእዮ ምዛረብ ምክንያቱ እቲ ምዝራብ እንታይ መሲልካ ናይ ብሓቂ ዝነገርካ ዘለኹ እዚ ክትብሎ ዝጸናሕካ ናይ ኢትዮጵያ ዓበይቲ እሊታትን መንግስትን ኣክቲቪስትን ተዛሪቦም በዚ ዝኸድዎ ዘለዎ መልክዕ ሕቶኦም ድማ ሕቶ ባሕሪ እዩ በቃ ኢልካ ኣርባዕተ ነጥቢ ጌርካ ንሕርዳ ሃልያ ኮይንካ ተረዲሃኒ ናትና ረብሓሲ እንታይ እዩ ዝመስል ነዚ ንክተርፍ ከ እንታይ ዓይነት ዝርርብ ኢና ክንገብር ዘለና ምስ መንግስቲ መንግስቲ ኣብኡ ዝሓቶ ሕቶ ናይ ባሕሪ እንተኽር ናሃሊ ኮይኑ ኢትዮጵያ እኮ ባሕሪ የድልየኒ ምባል እኮ በቃ ሕማቅ ነገር ኣይኮነን። ኣቱም ሰባት ከም ኤርትራውያን ባሕሪ ዝኾነ መንእሰይ ባሕሪ ዝኾነ ህዝቢ ባሕሪ ዝኾነ ማሕበረሰብ ጠፊእና እኳ እዩ። ንሕና እዚ ባሕሪ ፍጹም ኣይንበልዖ ይንሰትዮ ወላ ሓንቲ ንጥቀመሉ ነገር የለን። ኢትዮጵያ ረብሓስ እንታይ እዩ ዝመስል? እስኻ ከም ተቃላሲ ብናትካ ኢልታት ብናትካ መራሕቲ ብናትካ ኤምባሲ ጌርካ ምስ ኢትዮጵያ ኮፍ ኢልካ ባሕሪ በየና ሕቶ ኢኹም ትደልይዎ ዘለኹም ተረዳኣኒ ካብቲ መንግስቲ ዝተፈለ ተፈሊኻ በየናይ በየናይ ሕቶ ኢኹም ትደልይዎ ዘለኹም በዝን በዝን በዝን ሕቶ ንክትጥቀሙ ፍቃደኛታት ኢና በዝን በዝን ሕቶ ንክትውንኑ ፍቃደኛታት ኣይኮናን ናይ ምባል ዓቕሚ ክተጥሪ ክትክል ኣለካ ከም ተቃላሲ ማለት እዩ ከምኡ ከምኡ ከገብር ዝኽእል ሽዑ በዝን በዝን ነጥቢ ኣይተሰማማዕናን ተፈላሊና ኢልካ ሓደ ውግንናኻ ክትወስድ ትኽእል ኢኻ ኢልካ ክስሕብ ትኽእል ኢኻ ኢትዮጵያ ትወረኒ ኣላ ክትብል ትኽእል ኢኻ ዋላ ሓንቲ ከም ተቃላሲ ኢትዮጵያ መንግስቲ ከፊቱልካ ዘሎ ባይታ ብኣግሪመንት ዝተዘራረብካዮ ብኣግሪመንት ዝተሰማማዕካዮ ነገር እንታይ ኣሎ ከይፈለጥካ ተቃዳዲምካ እንድሕር ዳ ኣብ ጎኒ ጥራሕ ትብተለካ ኮንካ ካብ ጎኒ ንዞም ኣብ ኣስመራ ዘለዉ ሸፋቱ ንዕኦም ጎኒ ምዃን ጥራሕ ዋላ ሓንቲ ረብሓ ይብላ ምክንያቱ ንሶም ልዕሊ እቲ ደገ ዘሎ ወራሪ ንህዝቢ ኤርትራ 34 ዓመት ናይ ውሽጢ ወረርቲ ሰማሞ ሰምዓኒ ጣዕማ ጣዕማ ነቲ ህዝቢ ኤርትራ ዘፅነቶ ስርዓት ተረዲኻኒ ቀዳማይ ጎኒ ዝኾኑ ዶክተር ኣብይ እዩ ቀዳማይ ቅዳማይ ተረዲኻኒ ምስኡ ዘይወግዓዊ ዘይባህልና ተረዲኻኒ ቃል ኪዳን ዝኣስር ዝነበረ ተረዲኻኒ ስርዓት ኣብይ እዩ ሕጂ ንብረካ ዘለና ከመይ ኢኻ ትጥቀመሉ ንምንታይ ንሕና ከምዚ ዓይነት ዕድል ከማን ክንህቦ ፍቃደኛታት ኣይኮናን ምኽሪ ኣብ ባሕሪ ኤርትራ ተር ታመን ይዛረብ ዘሎ ሓንሳብ ኣብዚ ባሕሪ ናይ ኤርትራ ተርዲኻኒ ነጎሸት ከማን ኣይንገብርና ብዛዕባ ምጥቃም እኮ ኦፊሻሊ ክትክልክለዎም ኣይትኸልን ኢኻ ብዛዕባ ምጥቃም ናይ ዓለም ለኸ ሕጊ ተረዲኻኒ ባሕሪ ንዘይብለን ሃገራት ኣብቲ ከባቢ ንዘሎ ግዴታ እዩ ምጥቃም። እዙይ ይፈልጥዎ እዮም ኣዳዕዲኦም። እሱ ይኮነን ሕቶም ዋንንነት ይብሉካ ኣለዉ። እቲ ኣምሓርኛ ትሰምዕዎ እንዲኹም ዋን ወይ ብምንታይ ተርጉምና ከነመሓላልፎ ለይትን መዓልትስ በቃ ዋንንነት እዩ ናትና እዩ ባሕሪ ኢሎም ይፍክሩ ኣለዉ፣ ይዛረቡ ኣለዉ። ኣብዚ ኣነ መርጌፀ እየ ዘነፅር ዘለኹ። ነቲ ቃልሲ ወይ ነቲ ብርጌድ ንሓመዱ ወኪለ ኣይኮንኩን። ኣነ ከም መሓሪ ተወልደ ተረዲእኻኒ፣ ከም ሓደ ዜጋ ኤርትራዊ ተቃላሳይ ኣነ ናተይ መርገጺ እየ ዘነጽር ዘለኹ። ተወዲኣ ንምንታይ ተልካኒ ብምንታይ እዮም ሓሲቦሞ ገለ ተበለኒ ኣነጺሮም ይነግሩኒ ኣለዉ በቲ ተወለዲ ተወሊደ ዝዓበኹሉ ቋንቋ ነዚ ኸኣ ተረዲኻን ተረዳዲእኻ እትመልሶ ነገር ኣይኮነን ኣብይን ኢሳያስን ሲ ነዚ ናተይን ናትካን ኣንጻር ሲ ኣብይ ትማሊ ምስ ኢሳያስ እዩ ጠጠው ኢሉ ነይሩ ምስ ኢሳያስ ኮይኑ ህዝቢ ወዲኡ ተረዲኻን ሕጂ ኣነ ንኣብይ ካብ ኢሳያስ ፍልይ ኣቢለ ርእየሲ ብምንታይ ዓይነት መንገዲ ኢኻ ትደልዮ ኣይብሎን ብምንታይ ከም ዝደልዮ ኦረዲ ይነግረካ ኣሎ ዋንንነት የድልየኒ ኣሎ ብረካ ኣሎ ነዚኣሲ ኣነ ከም ተቃላሳይ ኣየፍቅድን እየ ናትኩም ግን ድሌትኩም ክትገብሩ ትኽእሉ ኢኹም ታ ጽቡቅ ሕጂ ናይ መሲልካ ምሕሪ ሓወይ ማዕሪ ኣብ መንጎ ዶ ዝኾነ ነገር ድርቢካ ብል ብራዘረይ ጨና ጨና ሓንሳ ሓንሳ ፍርቂ ጣን ሓንቲ ግዜ እንታይ መሲልካ ምክንያቱ እሶም ዋንነት ንሕና ከዓ ከምዚ ዝምድና ናይ ንግዲ ኢና ንዛረብ ዘለና ዋላ ጫሕማይ ትብሎ ዘለካ ሕልናን ባሕሪ ንሰትዮያን በልዖ ትብላ ኣለካ ንበልዖ ንሰትዮን እምበር እታ ፅባሕ ንግሆ ንበልዖ ንሰትዮ ኢና ንመፃእኸ ጫሕማይ ሃገር ምስ ኣድሓንካያ ብምንታይ ኢኻ ሃገር ክትቅይር?
እሶም ናይ ዋንነት ይሓቱኻ ኣለዉ እስኻ ከዓ ናይ ዝምድና ናይ ቢዝነስ ትሓስብ ኣላ ሕፅርዋ ንፅበ ኣለና ኖኖ ቋንቋኦም ሓደ ኣይኮነን ምስ ናይ ኢትዮጵያ መንግስቲ ጫሕማይ እስኻ ናይ ሕልና ናይ ሰብኣውነት ትዛረብ ኣለኻ ብራዘረይ እሶም ከዓ ሕቶ ዋንነት እዩ ዘለዎም ስኻኻ ናይ ንግዲ ነገራት ክፍጠር ሰላማዊ ዝኾነ ጣሽሙ ኢኻ ትሓስብ ዘለኻ ዋላ እስኻስ ኣብ ጠለባት ናይ ኢትዮጵያ ተመርኪስካ ትዛረብ ኣለኻ ኣብ ናትና ጠለባት ኣይኮንካ ንዛረብ ዘለኻ ንዓና ዘርብሐና ኣይኮነን ኣብ ረብሓና ኮይና ኢና ንጥምቶ ዝኾነ ነገር ዋላ ብዛዕባ ባሕሪ ኣብ ፅባሕ ንጎ ትፈጥሮ ዝምድና እውን እስኻ እንድሕር ኦፈር ጌርካ እዮም እቲ ባሕሪ ዝጥቀምሉ እኮ ዋንነት ናይ ባሕርና ሲ ዘጠራጥረና ኣይኮነን ይግባእ እዩ ክጥቀመሉ ኣለዋ እሱ ካልእ ሕቶ እዩ እሶም ናይ ዋነት ይሓቱኻ እስኻ ኸኣ ናይ ዝምድና ናይ ፌርነስ ትዛረብ ኣለኻ ኦኬ ሕጂ እንታይ ድዩ መሲልካ ቋንቋና ሓደ ኣይኮነን ጫሕማይ ኣብርዮን ኣብ ስማዓኒ እንታይ ኢለ- እንታይ ይብለካ ኣለኹ መሲልካ ሕጂ እንታይ ትመርጽ እዩ እኮ እቲ ዝመጽእ ዘሎ ሕቶ ሲ እንታይ ትመርጽ እዩ እሶም ከም ዝብሉ ኣለዉ እሞ እንታይ ትመርጽ እዩ ኦኬ ንክትመርጽ ሲ እስኻ ከም ተቓላሲ ተረዲኻኒ? ፈጢርካዮ ዘለኻ ኣልያንስ ኣነ ከም ኣባል ብርጌድ ንሓመዱ ብርጌድ ንሓመዱ ኣብ ኣዲስ ኣበባ ቤት ፅሕፈት ገይሩ ኣሎ እሞ ነዚ ከምዚ ዓይነት ሕቶስ ብኸመይ መንገዲ ኢኹም ትምልሱ ዝብል ኣካል ክትፈጥር ክትክእል ኣለካ። እስኻ እንታይ እዩ ረብሓ ካብዚ ተረዳሃኑ? እንታይ ፀወታ ኢኻ ትፃወት ዘለካ? ክልተ ፀወታ ኢኻ ትፃወት ዘለካ። እቲ ትፃወተ ፀወታ እስኻ ህዝብኻ ከመይ ጌርካ ተድሕን ሓደ ፀወታ ዳማ እንታይ ረብሒካ እስኻ ኣብ ኣዲስ ኣበባ ብዝተገበረ ሰሚናር እንታይ ረብሒካ እስኻ ኣብዩ ዝረብሐ በዝሕ ዋላ እስኻ ዝረብሕካዮ መን ዝረብሖ ይበዝሕ?
ኣይተረዳእን
እዎ ማለት እንታይ ረቢሕና ንሕና እሶም ከታይ ረቢሖም ከምኡ ኢልና ንሓተሉ ነብስና እንታይ ረቢሑ ኣብ ካብቲ ሰሚናር ዝተገበረስ ብዙሕ ነገር ዝረብሖ ኣሎ
ዝረብሖ ረብሓ ክህልወካ ዘይህልወካ እኮ ትጉዕዞ ብሕጂ ተረዲኻ ዶ ናትና ረብሓ ስትራቴጂ ኣብ ውሽጢ መሬት ዘሎ ሰራዊትን ህዝብን ትጋብ ዘሎ እንዳብዛሕካ እንዳዕበኻር ኢኻ ትኸይድ ዋላስ ክፀብብ ኣለዎ ማለት ምስ ምስቲ ብሃገር ዘሎ እንድሕር ትባት ኮንከ ሸጋእ እንታይ ይብለካ ኣለኹ መሲልካ ኣስተውዕል ንምንታይ ኖ ብውሽጢ ሃገር ዘሎ ማዕፀታት ንምንታይ ይዕፆ ነዛ ትብላ ዘለካ ሕቶ ንምምላስ ሲ ነዛ ትብላ ዘለካ ሕቶ ንምምላስ ሓሳብ ክንብረካ ነዛ ትብላ ዘለካ ሕቶ ንምምላስ ኣብ ጎኒ ሰራዊትና ኣለና ምባል ማለት ጥፍኣት ሰራዊትን ጥውዓ ጥፍኣት ህዝብን ምህላው ህላወይን በቃ ምቅላስ
ሓንሳብ መፈቅለቲ ፕሊስ ጫማ ስማ ከመይ ጌርካ ንኣብይ ኣጥፋኢ ጌርካ ማለት በቃ ሰዓራ ኣጥፋኢ ጌርካ ክትወስዶ ትኽእል ከም ዝጠፍእ ኣይትፈልጥን ኢኻ እሱ መን ኣብይ ክጠፍእ ከም ዝኽእል ሲ ኣይትፈልጥን ኢኻ ኩናት እንተልዩ ክጠፍእ ከጥፍእ ኖኖ ፅና ዶ ሰራዊት ናትካ ሲ ንጥፍኣት ኢኻ ትዕድሞ ዘለኻ ክጠፍእ እዩ ገለ ትብል ኣለኻ ከምዚ ኣብይ ሲ ላይክ ድራጎን ጌርካ ተቕርቦ ኣለኻ ስምዓኒ ክነግረካ ሓሳብ እጂ ንኣብነት ሲ ሰራዊት ኤርትራ እንተይላ በቃ ካብ ኤርትራ ወፂ እኮ ትግራይ ኣትዩ እኮ ኣብ ትግራይ ኣትዩ ኩሉ ነገራት እኮ ገይሩ ሕጂ ኣነ ብዓይኒ ዜጋ ናይ ኤርትራ ክሓስቦ ከለኹ ኣብ ትግራይ ከይዱ ዝገበሮ ነገር ስዒሩ መ ንበሎ which is ኣብዚ ዝጠፍኡ መንእሰያት እቲ ኣብ ጎኒ ዝብል ዝነበረ ኣካል ከድሕኖም ክኢሉ ዶ ዞም ሰባት እዚኦም ንዕኦም ሲ በቃ ኣብ ጎኒ ብጎኒ ብጎኒ ብጎኒ ሰራዊትና እኮ ዘይተዓደለ ዋላ ደላይ ፍትሒ ገለ መኮ ብጎኒ ሰራዊትና እኮ ይብል ነይሩ ድሕሪ እቲ ፍጻሜ ናይ ብሓቂ ህዝቢ ሰራዊት እትሓል እንተሊኻ ኮይንካ እታ ደ መርዳእ ኣይተረድእትን እቲ መንእሰይ ኣብኡ ጠፊኡ እቲ ሰራዊት እቲ ህዝብን ድሒኑ ዶ እንድሕር ዳኢልካ ዋላ ሓንቲ ድሕነት ኣይረኸበ መን ዳኣሎ ድሒኑ እንድሕር ዳኢልካ ኢሳያስን ናቱ ኢሊታትን ጥራሕ እዮም ድሒኖም ነዛ ነገር ፅናዕ ፅናዕ ኣብዚኣ ክትፈልጣ ዘለካ ግን ጫማ ንዓ ክነገረካ ሕጂ ሸፋፊና ንኸደሉ መንገዲ መድረኽ ኣይኮነን በፂሑ ዘሎ ሕጂ ስማኒ ሰራዊት ኢትዮጵያ እብለካ ኣለኹ መጥቃዕቲ ገይሩ ዓሰብ ንክወስድ ምድላው ወዲኡ ኦልሬዲ ይብለካ ኣለኹ መዓት ፈኸረታት መዓት ክስታያት መዓት ክስታያት የመሓላልፉ ኣለዉ ንሰማዕ ኣለና እዚ ሓሶት ኣይኮነን ሕጂ
ፍላል እስኪ ሶሪ በቃ መሓሪ ነዚስ ብኸመይ ክትከላኸሎ እስከ ረዳእኒ ምስ ሰራዊት ኤርትራ ኮይንካ ዲኻ ክትከላኸሎ ኣብ ጎኒ ሰራዊት ኮይና ምባል ዲኻ ክትከላኸሎ ብኸመይ ኢኻ ክትከላኸሎ እስከ ረዳእኒ ኦፍኮርስ ሰራዊት ተረዲኻኒ ኣብዚ እዋን እዚ ከምዚ ኣነ ንስኻን ትግራይ ኣትዩ ኡይ ዝበልናዮ ኣብ ዘይቦቱ ይኣቱ ኣሎ ዝበልናዮ ሕጂ ግን ተረዲኻኒ ፀላያ ቦትኡ መፁ ኣሎ ኣብዚኣስ እንታይ መርገፂ ኢኻ ዝኸውን ኣነ መርገፂ ነግረካ ኮይ ብሞራል ይኹን ብኻሊእ ይኹን ዋላ እውን ካልእ ነገራት እንድሕር ኣሎ ኮይኑ ፅባሕ ንጎ ሳሕል ወሪደ ካብ ዝቃለስ ነቲ ሰራዊት ዋላ ፍርቂ ናይ ምርካብ ዕድል እንድሕር ኣሎ ኮይኑ ኣነ ኢንቮልቭ ክገብር የብለካ ኣለኹ ግደፎ እሱ ኣነ ባሕሪ ተረዲኻኒ ዋጋ ዕዳጋ ገይረ ዝቃለስ ዝኾነ ሓንቲ ነገር የለን እብለካ ኣለኹ ኣነ ሓዊ እንታይ መሲልካ ዘይትግበር ዘይትትግበር ነገር ምዝራብ ትርጉም የብላ ንሕና ከም ተቃለስቲ ንሕና ኣነ ሓንቲ ነገር ናይ መወዳእታ ክዛረባ ዝደሊ ነገር ተልዩ ኮይኑ ኩናት ዝፈቱ ተቃላሳይ የለን ህዝብና ብኩናት ተወዲኡ ኣብ 20 ዓመት ኣብ
ሃሳብ ክነግረካ ናይ ቀሺ ዘረባ ፅናዕኖ ናይ ቀሺ ዘረባ
ናይ ቀሺ ተዘይኮይኑ ንሕና ወላ ሓንቲ ኣብ ጎድኒ ሰራዊት ኤርትራ ኢልና ክነድሕኖ ንኽእል ቅንጣብ ኤርትራ ወላ ሓደ ሰብ የለን እቲ ናይ ብሓቂ ናይ ብሓቂ ዝነገርካ ዘለኹ ስጋብ እዚ መድረኽ እዚ ንክበፅሕ ሃገርን ሰራዊትን ሃገርን ልእላውነትን ስጋብ ከምዚ መድረኽ ንክበፅሕ ናይ ብሓቂ ውን ሓይልና ንክብተን ከምዘይ ደቂ ዘጋ ከምዘይ ደቂ ሃገር ንክንበጽሕ ዝገበሩና ደቂ ሃገር ናይ ብሓቂ ደገፍቲ ማለት እዩ ስረኦም ሕጂ የርእዩና ናይ ብሓቂ ኣብ ጎኒ ኣለና ምባል ማለት ብተግባር ኣብ ባይታ ምውራድ ጥራሕ እያ ካልእ ወላ ሓንቲ ነጥቢ የለን መሓሪ ንኩናት ኮንን ህዝብኻ ንክድሕን ኣንታ ምኹና ጽልዓኒ ብመልሓስካ ጎኒ ግን ኣብ ባይታ ወሪድካ ኣነ ንስኻ ዘይደገፋ ነገር ኢና መሓሪ ሓው ሓንሳብ ኣነ ሕጂ ተረዲኻኒ እሱ ትብል መሰልካ እዩ ተረዲኻኒ ወይ እቲ ዕድላት ኣይንረክብን ኢና ኣብ ጎኒ ክንከውን ናይ ኤርትራ እንተልካኒ ዋላ እቲ ዘሎ ስርዓት የፍቅድ ኣይፍቅድ ኣይንፈልጥ እንተልካኒ ካልእ ጉዳይ ይብለካ ኣለኹ እዚ ትብሎ ዘለካ ዘረባ ግን ዋላ እዚኦም ባራዩ ትቃለሶም ዘለካ ተረዲኻኒ እንድሕር ኣድሓርሓርቲ ኮይኖምሲ ንሕና ዓይንና እንዳረኣየ ቀይሕ ባሕሪ ክጉበጥ ከሎሲ ከም ኤርትራውያን ከም ተቃለስቲ ነቲ ህዝቢሲ ነቲ ህዝቢ ትብሎ ዝነበርካ ቃል ረሲዕካዮ ዲኻ ፍትሕን ዲሞክራሲን ከም ጣልካየ ዝቃለስ ዘለኹ እንዳበልካዮ ከለኻሲ ህዝብን ሰራዊት እንተወዲኡ ባሕሪ ንክውሰድ ትም ትብል እንድሕር ኮንካሲ እንታይ ትከዳሞ ተዘከርሲ ይርካ ኣብ ጎኒ ኢሳያስን ኣብ ጎኒ ሰራዊት ምባልስ ነቲ ህዝቢ ነቲ ሰራዊት ነቲ ትቃለስሉ ዘለካ ህዝቢ ገደፈና ኣብ ጎኒ ኢሳያስ ኣለኹ ምባል ኣብ ጎኒ ሰራዊት ኣለኹ ምባል ሲ ነዚ ናይ ህዝብን ነዚ ሰራዊትን ዝተድሕኖ ዲኻ ትብለን ዘለካ ምሕሪ ሓወይ እዚ ፍፁም ክኸውን ሓንሳብ ክነግረካ ኣሎ ሕራ ሓንሳብ ኣሎ ዘድሕኖ ባዕሉ እዩ ስሩዩ ዘድሕኖ ንስኻ ድሒንካዮ ኣይትፈልጥን ኢኻ ቅድሚ ሕጂ እውን ስሩዩ ኣድሒንዎ ስረና እዩ ኣድሒንና ቅድሚ ሕጂ ኣብ ግንባራት ተረዲኻኒ ዝነበርናሉ ተዝሰወ ተሰዊኡ እቲ ካልእ ካብ ስሩዩ እዩ ድሒኑ ሰራዊት ሕጂ እውን ስሩዩ ዘድሕኖ ኣነ ኮንኩ ንስኻ ኮንካ ማንም ባርያ ኣይኮነን ሰራዊት ግጥም ተመፅኡ ንቅይሮ ነገር የለን ስሩዩ ዘድሕኖ እሱ ኮን ትዘረባ ግን
ሰራዊት ይብለካ ኣለኹ ባርያ ኮይኑ ተረዲኻ ዝመውት ዘሎ ሰራዊት ዳኣሉ እምበር ድሒኒ ኮ ኮንኩ ዝብል ዘለኹ ኣነ በቃ ድሓን በቃ ጫማ እሱ ናትካ እምበር ገፅ እዩ ሽግር የለን ተገደፉ ሃብና ዋ ነዊሕ እዩ ሸር ንግበር ፕሊስ ናባያ ሓንሳብ ሕጂ ኣነ ዝብለኩም ዘለኹ ሰብ ነናቱ መርገፂ ከቐምጥ ኸድ እዩ ሰራዊት ግጥም ድሕሪ ኣጋጢሙ ስሩ ባዕሉ እዩ ዘድሕና እዚ ፍሉጥ ነገር እዩ እዚ ሰራዊት ኤርትራ ግን ተረዲኻኒ ቅድሚ ሕጂ ኣብ ዘይምልከቶ ሰራዊትና ይመውት ኣለዉ ሰራዊትና ኣብ ዘይምልከቶ ኣትዩ ይውዳእ ኣለዉ ኢና ኢና እናልዕል ኣቢልና ሕጂ ግን ከጥፍእዎ እንዳመፁ ከለዉ ኣብ ጎኒ ሰራዊት ሰራዊት እዩ እዚ ባርያ እዚ ክጠፍእ ኣለዎ ትብለኒ እንድሕር ኮንካ እቲ ሰራዊት ህዝቢ ኤርትራ እዩ ከምቲ እስኻ ሃዲምካ ዝመጻኻ ክሃድም ዕድል ስለ ዘይረኸበ ተረዲኻኒ ክሃድም ቦታ ስለ ዘይረኸበ ኣብኡ ተታሒዙ ኣሎ ነዚ ኸ ጠጠው ኢሉ ከጥፍኦ ተደራቢ ሓይሊ እንዳመፀ ከሎ ከመይ ጌርካ ሱቅ ትብል ሰራዊት ሰራዊት ባርያ ትብል ኣለኻ ንወዲ ሓውቦኻ ንወዲ ሓትናኻ ትፀርፍ ዘለኻ ንዓይ ኮንካ ትፀርፍ ዘለኻ ቅድሚ ሕጂ እውን ኣብዚ ሎ ሪከርድኻ ከስምዖ ክእለ ምስ ወዲ ኪሮስ ኮንካ ዓሰብ እንታይ ገብረና ዲ ኣበይ ንፈልጦ ኢና ተወሰዱ ውሰድዎ ዝበልካዮ ጫዕባ ኣብዚ ሪከርድ ኣነ ግን ከስምዕ ኣይደልን ምስ ወዲ ኪሮስ እንታይ ከም ተዛረብካ ዘክሮ ብውሽጥኻ ባእ ግደፉና ኣንሕና ምስ ኢሳያስ ኣይኮና ምስ ገለ ዝበለ ሰብ የለን እዚ ስርዓት እዚ ግን ብለካ ኣለኹ ደብ ኣቦታትና ዝመፀ ባሕሪ ክወስድ መፂኡ ኣሎ ነዚ ኸ ብምንታይ ክንከላኸሉ ኣበይ ኾንካ ኣበይ ኾንካ ኣነ ብለካ ኣለኹ ኣብዚ ኩልኻ ትእከብ ዘለኻ ሃመማ ወዲ ሃመማ ሲ እፍኒ ነፋጥ ቆልዓ ኮስትሞ ካይገበርካ ከለካ ኣነ ድፋዕ እየ ነይረ ኣብ ዓድካ እየ ዝሓድር ነይረ ጎቦታት እምባሴራ እየ ዝወፅእ ዝወርድ ነይረ ንዓይ ትምክሓለይ ሓደ ዝብለካ ጨራም ኤርትራዊ የለካን ከምኡ ጥራሕ ዘይኮነ መሓሪ ይተኩስ ኣይተኩስ እኮ እቲ ኤርትራ ዘሎ ህዝቢ እንድሕር ኣትዮም ከም ዝቐትልዎ ርዱ ነገር እዩ እዚ ከም ርዱእ ኮይኑ ከም ርዱእ ኮይኑ ፀናይ ኤርሲ
ድራጎን እንድክዛረብ ኣነ ኣስፋሕ ኣቢለ ነቲ ሰራዊትን ወላ እቲ ዕላማናውን ክኸውን እንድሕር ኮይኑ እዚ ዘመሓላልፎ ነመሓላልፎ ዘለና መልእኽቲ ይብለካ ኣለኹ ሓንቲ ሴንቲሜትር ከኺድና ኣይክእልን እዩ ኣብ ዝኾነ ሃገር መንግስታዊ ግልበጣ ዝገብር ሰራዊት እዩ። ሰራዊት እንድሕር ዘይሒዝካ ሰራዊት ተኳሽ ተኾንካ ዝኸው ነገር ካብዚ ነገር ንተዓረም ተባሂሉ ክንደይ ግዜ ተዘሪቡ ሕጂ መልሱ እንኳ ሰራዊት ኤርትራ ባርነት እንድሕር ትብል ኣለኻ ኾንካ እቲ ናይ ደርጊ ሰራዊት ትድግፎ ተኾንካ ኣነ ብለካ ኣለኹ ምስ ድኽመታቱ ኣነ ምስ ሰራዊት ይብለካ ኣለኹ ተዋጋ ምኽፋል ህይወት ጥራይ ምኽፋል ኣይኮነን እኮ ብዙሕ ነገራት ኣሎ። ስለዚ ኣነ እብለካ ኣለኹ ምዝና ሰራዊት ደርጋይ ክኸውን ክትከውን ተኾንካ ኪድ ዓጢኻ ክትመጽእ ተኾንካ ክንርእየካ ኢና።